ሰላም ኣብ ናሎም መደብና ዋላ ኣብ ሴክስ እንድሕር ክተብሉ ደልዮም ጓል ኣንስተይቲ ቅድሚ እቲ ብዓራት ደይብካ ምስኣ ትገብሮ ሴክስ ኣብቲ መጀመርያ ዘሎ ሰላሳ ሚኒት ወይ ድማ ሰላሳ ደቂቕ
ንኹልኽን ደቂ ኣንስትዮ ኣወዳት ምምርዓው ዝኣብይኹን ንኣብነት ዝሓፍትና ነሽዋይ ኣቤለይ ኣይምርዓወክን ኢልኒ ፕሊስ

ዩቱብ ቻናል ተኸታተልቲ ከመይ ትኾኑ ጥዕና ትምህርቲ ቤተሰብ ኩሉ ነገር ኣይወትኹም ቐኒዕ ልኹም ዘሎ ተስፋ ይገብረልኹም ኣነ እውን ፅበቕ ኣለኹ ሰብስክራይብ ምግባር ኣይንረስዕ እዛ ቪድዮ እውን ላይክ ጌርና ምጅማር ኣይንረስዕ ናንኸድ ሰናይ
ሰብ እንታይ ዓቕሚ ኣለዎ እግዚኣብሄር እዩ ዘለዎ ዓቕሚ ትለዋህ ኣምላኽ ፈቃር ሰማይን ምድርን ብዘይ ዓይኒ ዝፈጠረ እግዚኣብሔር ኣቦይ ኣብ ትሕቲ ሰብ ኣይተውድቐኒ ብገዛ ርሰይ ተመሓዲረ ንነብሰይ ኮይነ ክኸይድ ሓግዘኒ ንስኻ ኩሉ ትኽእል ኣምላኽ ኢኻ እሞ ዕድመን ጥዕናን ከ ሃበኒ ንስኻ ኢኻ ሓያል ንስኻ ኢኻ እሙን ዘይትጠልም ብጀካኻ ኣብዛ ዓለም እዚኣ መን ደለና እዩ ተመስገንካ ስለ ኩሉ ነገር ኣምላኽ ኣቦይ ሰብ ዳ እንታይ ዓቕሚ ኣለዎ ንስኻ ኢኻ ሓያል ኩሉ ትኽእል ገባርን ሓዳግን መንገዲ ህይወትና ኣጣጢሕካ ለይትን መዓልትን ስለም ከየበልካ ትሕልወና ንስኻ ለዋህ ኣምላኽ ኢኻ ኣምላኽ ኣቦይ ሽግራትን ጸገማትን ተኸላኸለለይ ካብ ጸለእተይ ተመሲሎም ፈተውተይ ተመሲሎም ንዓይ ክሃሲኑ ዝመፁ ሰባት ከዓ ሓልወኒ ኢኻ ተመስገንካ ደጊመ ኣምላኽ ኣቦይ

ካብ ምንታይ ሓሲብካ እታ ባተን ገዓርኪ እታ ቋንቋ እታ። ኣዋ ኣነ ክመጽእ ከለኹ ክንደይ ፍርቂ ጎነይ ኣጎምቤ ፍርቂ ጎነይ ከየደቀስኩ ዝጸሓፍኩዎ ቀለመይ ከየንቀጽኩ ገለገለ ደምጻኹዎ ሓሳባት እንድዩ ኣብዚ ዓዲ ኣነ ብዙሕ ዓድታት ርእየ መጽእ ረዲእኩም ኣሎ ኣብዚ ዓዲ ግን ካሜራ ዝበሃል የብሉ
ኣታ ካሜራ ገልትላ

ኣነ ንዓኺ እንድየ ዘፍቅር ከመይ ገይረ እሞ ምናታ ጸገ ክኸውን ግን ሓቂ ዘረባ ክሳብ ሕጂ ዝበዝሐ ጌጋታት ናትኪ እዩ ዘሎ ክዋ መጽያትኒ እምበር ኣነ እኮ ይመጸኽዋ ኣነ እኮ ናብ ስራከይ እምበር ናባኺ ይኮንኩን መጽ እስኺ ግን ከይወስደልኪ ፈሪሕኺ ሓንሳብ ክትሃርምኒ ደልየ ሓንሳብ ካብ ትጸርፍኒ ግዶ ረኺበ ኣብ መኣደይ መጺኡ ንዘዕገርገረኒ ካልእ እውን ኣሎ ክትፈልጥ ደሓን ንሱስ እንታይ ከም ትገብር ሓቢርና እናህርዮ እቲ ኣወዳት ናማትኪ ዝበልክዮ ከ ኣፍኪ ኣጋኣብ ተግቢ ኩሕሸኪ ኣነ ዝመስል ቆንጆ ስታይን ኣወዳት ናማትይ ዝጠመትኩ ክትፈልጢ ብዝሓለፍ ኮጎደና ቋሕመም እዮም ዝብለይ ግን ፍቕሪ ምስ ተፍቅሮ ስለ ዝኾነ ካብ ኩሎም ደቂ ኣዳም ንሲራከይ መሪጸ ስለዚ እስኺ ኢኺ ኣብዘይ መኣድኺ ኢድኪ ጦብሎቕ ተብሊ ዘለኺ መልክዕ መምዘኒ ኮይኑ ይፈልጥን እዩ ገበርኪ እንተማዕረገ ውሽጥኪ ባዶ ምዃኑ ግን ድፍረትኪ ምስክሮ ኣሎ ክሳብ ዘይንፋለጥ ደፊርኪ ከምዚ ምባልኪ እስኺ ኢኺ ባዶነትኪ ገሊጽክለይ ባይዘ ወይ ምሃውን መዛርብቲ ይኮና ንስኺ ደኣ እንታይ መዛርብቲ ክንከውን ሲራከይ ንዓና ይበላ ፋንወኒ
እንታይ ትጥምተኒ ኪዳ ፋንዋ ድሕሪ ሕጂ ግን ናብ ቴሌፎነይ ገጽካ ከይድውል ሕራይ ካብ 213 ዝጀመረ ፍቕራዊ ህይወቶም ንርአ 213 ከምኡ ድማ 215 ብሓንሳብ ኣለዉ ኣብ መንጎ ግን እሱ ሓደጋ ኣጋጢምዎ ከምቲ ትሪእዎ ዘለኹም ክልተ ሽሕን ዓሰርተ ሸውዓተን እውን ኣይደሓንን ከይደሓነ ከሎ ከምኡ ኢሉ ከሎ ክልተ ሽሕን ዒስራን ተመሪዖም ብሓንሳብ ማለት እዩ ብጣዕሚ ደስ ዝብል ሓቀኛ ፍቕሪ ኣብቲ ግዜ ሓደ ዝተፀገመ ወይ ዝኾነ ምስ ኣጋጠሞ ዘይምጥላም እዩ እግዚኣብሔር መጨረሽትኡ እውን ብውላድ ባሪኽዎም ንሳ ከም ትሪእዋ ዘለኹም ነብሰ ፁር ኮይና ኣብዚ ሕጂ ግዜ ድማ ምስ ውላዶም ኮይኖም ብሓጎስ ፅቡቅ ከም ዘለዉ እዩ ናቶም ስእልታት ዝገልጽ ብርግጽ እሱ ሓደጋ ኣጋጢምዎ ኣብ ፍቅሪ ግን ዝተቀየረ ነገር የለን ከም ዘለውዎ ቀጺሎሞ እንሆው ደስ ዝብል ህይወት የሕልፉ ማለት እዩ ኩላትና ከም ንፈልጦ ንፍቅሪ ብዙሓት እዮም ዝጅምርዎ ክሳብ መወዳእታ ጸኒዖም ዝቕጽልዎ ግን ብጣዕሚ ውሑዳት እዮም እቶም ኣብ ፍቅሪ ዘለኹም ፍቅራዊ ህይወትኩም ከምኡ ኢሉ ዘለኣለም ብሓንሳብ ትነብሩ ይግበረኩም ማለት እዩ እቶም ገና ኣብ ፍቕራዊ ህይወት ዘይጀመርኩም ወይ ኣብ ፍቕሪ ዘየለኹም ድማ ከምዚ ዓይነት ሓቀኛ ፍቕሪ ንዘለኣለም ምሳኹም ዝቕፅል ኣብ ግዜ ሓደጋ ይኹን ኣብ ግዜ ፀገም ካብ ጎድንኹም ዘይትፍለ ወይ ካብ ጎድንኽን ዘይፍለ ሰብ ይፍጠረልክን ይፍጠረልኩም ክብል ይደሊ ማለት እዩ ላይክ ኣይትርስዑ ኣይእሳእንና ጋዜጠኛ ንሽነሽ ካብ ሃገረ ጀርመን የቐንየለይ
ክልተ ኣደ ኤርትራዊት እያ ደላ ሓንቲ ዋጋ ትኸፍል ኣብቲ ሃገር ደቃ ትህብ ዋጋ ብምኽፋል ለይትርብርብ ኣደ ኣብዚ ድማ ደላ ኣብ ደገ ዓለም ዘላ ኤርትራዊት ኣደ ድማ እንታይ እያ መሲልኩም እግራ ሰለፋን ኮፍ ኣቢላ ከምዚ ግፍጭል ኣቢላ ተደለየ ንጸሊም ትህቦ ተደለየ ንፈረንጂ ትህቦ ተደለየ ንዝድኾነ ትህቦ ደቃ ግን ኣብ ጎና እዩ ዳህራይ እንታይ ይገብሩ መሲልኩም ኣብ ሚድያ ይወፁ እሞ እንታይ ይብሉ መሲልኩም ኣብ ጎኒ ሃገርና ኣለና ኣብ ጎኒ ሃገርና ኮይና ኣብ ደገ ዓለም ዘላ ኣደ ኤርትራዊት በለፀኛ እያ ብለካ ኣለኹ በለፀኛ ነብሳ ትፈቱ ሃገራ ግን ኣይትፈቱን እያ ህዝባ ግን ኣይትፈቱን እያ ኣብ ኤርትራ ከይደን እኮ ካብ ደገ መጺኣ እንድሕር ተባሂሎም እንታይ ገብሩ መሲልኩም ብጣዕሚ ጨካናት ምዃነን ክነግረኩም እዩ ሕጂ ሓንቲ ኤርትራዊት ካብዚ ኣደ እንድሕር ንኤርትራ ከይዳ ኣብ ገዛ እንድሕር ዓልያ ኣብ ገዛ እንድሕር ኣትያ ክበጽሕዋ ንድመጹ መሓዙት ኣይኹኑ ደቂ ሃገር ኣይኹኑ ክዳን ዝጨኑ ጌርክን ከይትመጻ ገለ እዩ በሃለ ኣይገርመኩም ከመይ ብድዐታት ከም ዘለዎ ክነግረኩም ስለ ዝደለኹ ተረዲኩም ኣሎ እዚ እኮ ይድበሃል ኣንተ ታዲያ ስጢሕካኒ ኣቲ ናይ ፊዚክስ ናኒ ክዛረብ መዓት ኮይኑ ሙሉእ መዓልቲ ክዛረብ ምውፃእ ኣብኒ ዋይ ንዓመታ ጥራሕ ንዓይ ከይበፅሓኒ ንኣኽዳ ተዝበፅሐክ እምበር ምስ እስኺ ትምህርቲ ትግደስዮ ገለ ብጣዕሚ ንፍዒቲ መምህር ብድሕሪኻ እቶም ክላስና ግብጃ ዶ ገለ ዶ ገለ ገለ ክብሉ ኣኼባ ገይሮምለይ። ብኸምኡ እየ ደንጊየ ፍቕረያ። ናይ ምንታይ ግብጃ? እዋይ ፍቕረይሲ ኢለቨንስ ዶ ኣይኮንኩን? ናይ ኤለቨንስ ግብጃ ከም ዘሎስ ከመይ ገይረ ጠፍእኪ? በጃኻ ንዓይ ከም እንስሳት ኣይተዕልለኒ፣ ኣነ ክሰምዓ እየ ደኒቐ ምስታ። እሂ!
እንታይ ኮንኪ ከምኡ ክትሰምዒ ዘይደሊ ኣለኺ እስከ ንገርኒ ብንጹር እዚ ግብጃ ገለ መለ ኣነ ጸልኦ ኣለኹ ሰላም የጽነኒ ኣሎ እሞ እቲ ምኽንያት እባ ንገርኒ እንታይ ኮንኪ ክትሰምዒ ዘይደሊ ዘለኺ ግብጃ ኣለኒ ክትብል ከለኻ እኮ ብዛዕባ ምፍልላይና ስለ ዝሓስብ ዘለኹ ንዑ እዩ ዘዘክረን ዘሎ እዋ ኣነ ደኣ ሞንጎና ምትሕባእ ስለ ዘየለ ብምንታይ ከም ዝደንጎ ክነግረኪ ኢለ እምበር ካብ ሕጂ ዘይገድፎ ድሓን
ኮራሃሪኻ ሕጂ እቶም ከጸውቕ ትብላ ኣለኻ ይኹርወ ስቕ ጥራይ ዲኺ ደኣ ትኹሪ

ከም ዘፍቅረካ ፈይጥካ እንዲኻ ኣነ ሕጅስ እንታይ ኮይኑ እየ ምሳኻ ዝኸይድ ዘለኹ እስከ ንገረኒ ኮረኻንስ እቲ ምክንያት ጠፊእኪ
ስለተፍቅርኒ ፅልል ስለትብልለይ ንስኻ ግን ከም ዘፍቅረካ ንፅለለልካንስ ትፈትወኒ ንፅለለለይ ኮይኑ ዘይስምዓኒ ፍቕረይ ከመይ ኢልኩም ትብልኒ ኣለኺ ምፍልላይ ከምዚ ኣነ ፈሪሐዮ ዘለኹ ኮይፈራሕካዮ ብምፍልላይናስ ወላ ሓንቲ መዓልቲ ከማን ከየማረርካ እስኺ ከዓ ብምፍልላይ ሓንቲ መዓልቲ ከይዕረፍኪ ማሪርኪ እሞ ኣነ እኮ ስለ ዘፍቅረካ እኮ እየ ዘማርር እሞ ማሪርክስ እንታይ ክትፈምፂ እንታይ ፍታሕ ዝርከብ ኣሎ ካብ ምምራር እሞ እንታይ ዳ ክገብር እየ ከመይ ገይረ ምምራር ገሹ እየ ፍቕረይ ነቲ ክትቅይሮ ትኽእል ነገር ምቕያር ነቲ ክትቅይሮ ዘይትኽእል ግን ክትቅበሎ እዩ ዘለካ እሞ ምፍላይ ንኣነ ክቕይሮስ ኣይክእልን እየ ማለት እዩ ስለዚ ክትቅበልዮ ኣለኪ እሞ ፍቕረይ እስኻ ተቐቢልካዮ ኢኻ ማለት ድዩ? እወ ፍቕረይ፣ ንምርኻብና ብተስፋ እናተጸበኹ ንምፍልላይና ተቐቢለዮ። እሞ በል ደሓን ሕረፍ። እዘን ተሪፈናና ዘለዋ ግዜ ተዘከርቲ ጌርና ነሕልፈን። እባ ጽቡቕ፣ እሞ ካብ ሕጂ ደይ ንጅምር። ዋእ ኣታ ኣብዚ ትስዕመኒ? እንታይ ጸገም ኣለዎ ድዩ? እሞ ኣብዚ ቕድሚ ሰብ ዲኻ ትስዕመኒ? ኣቲ ፍቕረይ እሞ የፍቅረኪ እንድየ። ደሓር ከኣስ ክትሰዓሚ ከለኺ ደኣ ከማን ትብሊ። ተኸየድሲ ድየ? ወሲድዋስ ከፊእካ ብተሌፎን ጌርካስ እስኻ ተፋቲኹም መዋስብትና ኣይኮንካን ዋእ ኣብ ኤሮጳ እንዳ ነበርካ እምበኣር ከምኡ ትገብር ኣለኻ በጺሕኒ እኮ እዩ እቲ ዘረባ እኮ ኣነ እኮ ከም ደም ስኒ ውሒጠዮ እምበር ኣየናይ ዓዲ ኢኻ ከምኡ ትገብር ዘለኻ ከነውጽኣ ኢና እቲ ዓዲ ኣየኖት ዓዲ ኢኹም ከምኣ ትገብሩ ዘለኹም ተማኺርኩም ኣቋርጽዋ ዓሌታውያን ግደፉ ዓሌት ግደፍ እ ኣየኖት ዓዲ ኢኹም ካብ ኤርትራ ከምኣ ትገብሩ ዘለኹም ኣብ ኤርትራ ዘለኹም ዓድታት ሓደ ብሓደ ለቒምና ከነውጻኩም ኢና እዚ ጉድ እዩ ወይለየከ ኣዋልድ ከተእርግወን ከተእርግዎን ምሽ ከተእርግዎ ፈሊጠካ ኣለኹ ፈሊ ኖ ምውጻእን ኣይነውጽኦን ኢና እኮ ኣሕና እኮ ለባማት እኮ ኢና ኣርሒቕና ንሓስብ ኮይና ሃለያ ትይ ዝመስለካ ገሌኹምስ በቃ ከምዚ ብስምዒት ገለስ ቶ ንዛረብ እዩ ዝመስለካ ሕና እንታይ ንዛረብ ኣዳዕድ ኢና ደቂ ሹቕ እኮ ኢና ንሕና ሃገር ክንብትን ስእድካ ድዩ ዓያሽ እኮ ኣይኮናን ደቂ ሓውቦና ደቂ ሓትነና እኮ እዮም ጋይስ ርዳእኩም ኣሎ ድዩ ደቂ ኮና እኮ ንሕና ኣሕዋት እኮ ኢና ጋይስ እኮ እቶም ከምኡ ዝገብሩ ኣሕዋትካ እኮ እዮም ጓናኻ ከይመስለካ ኣሕዋትና እዮም ተኣምሲልና ንሕና ከም ንገ ንመነዴኻ ክጥዕሞ ኢና ነውፅእ ንሕና ክንደይ ፀላእን ፈታውን እኮ እዩ ዘሎ ብሲ ደቂ ኤርትራ እኮ ኢና ንሕና እንታይ ማለት እዩ እዚ ሕጂ መን ኢኻ ክትዕሽዎ ከምዞም ሃለያት ተባዓት ክንበሃል ሲ ባቃ ዓድታት ከምዚ ዓድታት ኣምፂና ክንዛረብ ንፅባሕ ከ ድሕሪ ሓሙሽተ ዓሰርተ ዓመት ከ እቲ ህዝበይ ከ እቶም እቲ ህዝብና ህዝበይ እኮ ይስኮ እንታይ ማለት እዩ እዚ ኣሕዋትና እኮ እዮም ጓኖት እዩ ዝመስለኩም ዘሎ ምሽ ሓውና እኮ እዩ ከምኡ ዝገብር ዘሎ ኣብ ሓዊ ዳ ጠበስ እምበር ንሓውኻ እንተኾንካ ኣብ ሜድያ ኣሕሊፍካ ትቦ ኣይትቦን ኢኻ ኣሕዋት እንዲና ግን ሽፉን ብዕፉን ጌርና እንታይ ንገብር ንዘራረብ ክጎድፍዎ ጦብላቕ
ኦህ ኢታ ሸኽ ኣለኻ ዲኻ እታ ገብ ጸኒሓ ሳሳ ወደይ ፑሻብ ሓነግነ ክብና ረኣኻ ንሳ ትገብር ጸኒሓ ኮሚካ ትኸይድ ከይትኸውን ኮሚካ ትኸይድ ከይትኸውን በጢለ ከም ተመን ደኣ ማእሰ ዲኻ ክበጽሕ። ኣዞ ተቐጣዕ እንተ ዘውካ ኣለካ። እሾኽ
ኣይተሃረምካን ዲኻ ቀኒኻ። ጦብሎቕ ኣይሃርምን ምሽ ሎሚ። ዋይ ኣብ ቆልዑ ደኣ ሰካሕ ኣብ ከርክንዳኻ ብሕልፊ ይወርደለይ እ ዓበይተይ ዘይደፍር ኔረ ሕጂ ግን ንዓበይተይ እዛ ፑሽ ኣብ ጀሚረያ ዘለኹ። ክሳብ ኔሩ።
ኣየናይ እዚ ክሰርሖ ጸናሕኩ? እወ።

ክንደይ ትብል ኣላ? ሓምሳ ሓሙሽተ ግራም።
ኣታ ኪሎ ግራም እዩ ግራም ደኣ ክርቢ ድየ ኣነ ናይዚ ፑሻፕ ክሰርሕ ዝጸናሕኩ ንዳዕ ናብዚ ኣፍ ልበይ ተሰብሲቡ ኣሎ እምበር ኣነ ስሳን ሸውዓተን እየ ድምዘ። ኣፍ ልብ ካትሪ ፈልየ ዝመዝነካ ኣሎ። ኣፍ ልብ ካትሪ ፈልየ ዝመዝነካ ዘለኹ ኢልካኒ ሕጂ ከኣ። ብዙሕ ዝበሃል ኣሎ ክውስኺ።
ግደፈ እባ እሾኽ ንዓይ እሾኽ ኣይትኹነኒ።
ረያ ማምነይ

ኪፕ ፊት ቴክ ኬር ነብስኻ እለያ ንሳ ይብልካን ካልእ እኮ ይብልካን ተወሊድካ ስጋብ ትመውት መኪና ትልቅሓ ገንዘብ ትልቃሕ ገዛ ትካረ ሰውነት ምክራይ ዝበሃል የለ ዶናልድ ትራምፕ ትርእይዎ ኣለኹም ኣሪጉ ነብሱ ዓዝዒዙ ብገንዘብ ግዛእ ነይሩ ሰብኹ እንተትኸውን ሰውነት ሓደ ሚልዮን ከማን ዋላ ቢልዮን ከፊለ ከማን ምገዝአ ግን ኣይከውን እያ እታ ዘላ ተኸናኸና ካልኣይቲ ከምዚ ድራይቪን ላይሰንስ ናይ ማኪና ዘለካ ድራይቪን ላይሰንስ ናይ ላይፍ ድማ ድልየካ እዩ ዊችስ ፍልጠት ኣካልካ ጥዑይ ተኾይኑ ፍልጠት ድማ ግቡእ ቅሰም ነብሰ ተኣማንነትካ ከም ብርሃን ክውላዕ እዩ ሳልሰይትን ኣገዳሲትን ብዘይ ኣቦን ኣደን ክትዓቢ ትኽእል ኢኻ ብዘይ ተስፋ ግን ሓንቲ ለይቲ እውን ስለ ዘይትሓድር ነብሰ ተኣማንነትካ በሪሁ ክረአ ምስቲ እግዚኣብሔር ኣምላኽ ዘለካ ርክብካ ፈጣሪኻ ኣመስግን እመን
ከመይ ዝገብረካ ዘሎ እንታይ ክገብረካ ሕክምና ዊና በሪሱ

ከምዚ ከም ኣሉ በቲ ሰሚዐኒ ይፈልጥኒ ያኽ። ናይ ብልብኻ ዲኻ?
ልብኻ ኣብ መንኩብካ ድያ ዘላ? ራስእተይ ኣብ መንኩበይ ክትነብር ድኣ ንስኻ ሃሪምኪ እምበር ኣብ ዝባነይ ሰቂልኪያ ኣብ ቦታኣን እያ ኔራ። ኣታ በጃኻ ካልእ ይኣኽለኒ ግደፈኒ እስከ ጥዑይ ድዩ? ዝባን ሕጊ ዝባን መንግስቲ ይብለኪ ኣለኹ ካብዚኣ ከይትንቀሳቀሲ።
ኪድ ክሰሰኒ። ጽቡቕ ኣነ ብምርዳእ ሓይሽ ኢለ እምበር ክሰሰኒ ድሓ ኢልኪ ዳጎ እየ እኮ ከይደ ክሰኪ።

ኣታ ናይ ማምን ጽቡት ዕንጉልያ ታዚያ ከምዚኣ ትጽብቕ ደራማ ናይ ምድዋር ከማን ዜና ነዚኣ ምርዳእ ሲና ጥረ ኣዝማድ በራሕ ከኣን ክበዝሓ ክበዝሓ ኩለን ከክገርመሽ መዓት ፈፀጋ ኣለወይን ዝብለን በራሕ ወ መዓት ገበታ ፈፀጋ እዮም ዝብልወን ገርመኪ ዝራእቲ ናተይ ክትፍጠር ንዓይ ተፈጠርኪ እወ እ፣ ኤልሳቤጥ ቅርብ እስከ በል ናባይ ሰዓበኒ ክሳብ ኣግበሪ ቅርብ በል ናባይ ዝራእተይ ፈሪሄ ወላ ዘሰ ቴሌፎን ፈሪሄ እያ ሕጅስ ሳባ ግበሪ እንታይ ማዕረይ ኣብቲ ናት ተበለ ቲክቶክ ባ እለዮ ትስእሊ ኩሉ
ስደደለይ ትኸኣልዮ ዘለኒ ኩሉ ክሪኡ ክይደልኒ እኳ ሰባነ ዋላ ኣብዚ እንዶ ዝኾነ ከምዚ ዝኾነ ስእሊ ግበሪ ናይ ዋላ ናይዘን ናይ ዞም ፀለምቲ ገለ በቃ ክዓፁ እየ ኩሉ ንስኻ በቃ ዝበልከዮ ዋላ ካብቲ ቲክቶክ ጥፍእ ተልካኒ ጠፍእ ሓዳረይ ይገብር ጥራይ ኣባይኪ ኣባይኪ እያ ሓዳረይ ይገብር ዝራእተይ ብውሽጢ በቃ ኻላስ ዝራእተይ ቅርብ ኢልካ ሰዓመኒ
ድቃስ የለን ሎሚ
ድቃስ የለን ሸውዓተ ግዜ ዕሰለ ክብል ክሓድር እየ መርገም ፅሩይ ብሕልሚ ድረፈለይ እስኪ ዝረእተይ
ከመይ ከመይ ደኣ እዛ ዓለም ተሳኺዓትልካ ደኣ ወደይ ኣይሱዝን በጣኽን ጌርካ ደኣ ከመይ ከመይ ኢላ ክንዓኻ እዛ ዓለም ምስ ካዕብያትካ ደኣ ስኻ ክትገብርስ መንደሕ ሒዝካይ ተበገስ እንዶ ደይ ተበኩስና እሞ እንታ እንታ ሽጉጥ ሓው እግሪ ለካ እንዶ ሕማቕ እግሪ ለካ ዶ እወ ትብገስ

ዋእ ኣይትነግሩናን ዲኹም ደኣ እሞ እንታ ሽጉጥ ኣይትነግሩና ኣበይ መፂና ክንነግረካ ተሕማቕ ቡን እናሰተኻ ክንነግረካ ኣበይ መፂና ክንነግረካ ዓሰርተ ግዜ ቡን ማእንታ ሽጉጥ ሓወይ ብኸምኡ እንደ ረኺበካ ሓቂ ዘረባ ነዛ ነዛ ክንመውት ከለና ከማን መተስከሪና ብዕራይ ንረክብ ንስኹም ግን ንሓፃውን መተስከሪ ብዕራይ ሓሪድኩም ሓቀይ ሓቀይ መኪና ዝተገምጣሊት እያ ፀዳፊት እያ ተፀገም ኣለዎም ትዕረ መሊስና ከኣ ንሓርደላ ኣብቲ ጋራጅ ገይረ ንሓርደላ ምሽ እዋ ውፃእ እንዶ ካብቲ ገዛ ውፃእ እሞ ካብቲ ገዛ ከባቢኻ እሞ ተዓዘብ ድርባይ ዋዕታ ሽጉጥ ሓወ ጠቂኻ ጠቂዋ እወ ደሓን ደሓን ይኹን በቃ እወ ጠቂ ይሓይሽ ዋዕታ ክትረብሕን ኢኻ ኣይረብሕን እየ እወ ክረብሕ እንዶ ግዳ ኣበግሰኒ ደኣ እሞ ኣበግሰኒ እንዶ ሓደ ዓሰርተ ሽሕ ንውንው እንዶ ደኣ ብለኒ ደኣ ንውንው እንዶ ብለኒ ሽጉጥ ሓወ ክንደይ ገዛካ ዓሰርተ ሽሕ

ሕረ ተበገስ ኣርእየኒ ሕረ ሃበኒ ሰበይትኻ ቅሰኒ በላ ክቕስነ እምበር እምኒ ኩርናዕ እንዲ ምስድያ ድለኹ ማዳ ንማዳ ገይረ ማዳ ንማዳ ክስታይ እኳ ይመስላ ዳማ እኳ ይመስል ደሎ ገጻ በቃ ቸክ ጽሕፈልካ ቸክዳ እታ ክገብረለይ ቸክዳ እንታይ ክብገስ ብጥረ እምበር ግበረለይ ብጥረ ግበረለይ ኣንታ ጥረ ግበረለይ ጥረ ግበረለይ ጥረ ግበረለይ በቃ በላ ክስታይ በል ግበር ገዛ ምውምዛዕ ብጥረ ገንዘብ ሚት ሽሕ ቅርበልካ ኣብ ክልተ ወርሒ ሰሪሕኻ ትመልሰ እኹል እኹል እኹል ኣለቃ ዞሪ ኣታ ሽጉጥ ሓወይ እዘን እዘን በጣሕን እዘን ኣይስዝን እኮ ኣነ ርግፀኛ ኣብ ዓመት እኮ ኢኻ ጥሪኻ እንደለኻ ቦታይ ዳ ምንታይ ደኣ ንሕና ካብ ኣብ ወርሒ ከዓ ሓንቲ ሓንቲ ቢጋ ኣብ ደዳ ከይስእን ኢልካ ወላ ብተጋሩኦም ወላ ብኤርትራውያኖም እንድየ ጽቡቕ ዘይረኸብኩ እዚ ረሳሕ ሓደ ኣሌክስ ዝበሃል ኣብ ሊብያ ተሳሒጉ ተሳሒጉ ብጎረርኡ ማይ ብጎረርኻ ማይ ደንጠበልካ ሰብ ክሒድካ ሓንሳእ ላይፍ ኣትየ ክስዕስዓላ ኣካውንቲ ክትዘክር ዋሕዲ እዚኣ መዓልቲ እዚኣ ሓንሳእ ኣካውንትኺ ላይፍ ኣትየ ክስዕስዓላ ኢሉ ቲክቶከይ ወሲዱ ኣይህባን እየ ኢሉ ነታ ቲክቶክ ክኸልኣኒ ከሎ ትዝክርዋ ኣነ ወደይ ለብዚ ሚድያ ከፈምሶ ከለኹ ተገምጢሉ ተጋሩ ተኣኪብኩም ምስ ኮይንኩም ንዓይ ኣታክ ክትገብሩኒ ከለኹም ትርስዕዎ ኣነ ኣይርስዖን እየ ኣነ ኤቭሪ ሲንግል ፔይን ኣይርስዖን እየ ኩሉ ክሕደት ኣነ ኣይርስዖን እየ ግን እግዚኣብሔር ንዓይ ብፅቡቅ ስለ ዝኸሓሰኒ ሕጂ ዕላል እዩ ናይ ዕላል ኣሕዋት እዩ እዚ ሕጂ I have to speak my truth ሽዑ መጀመርያ ኣብቲ እንዳ ሳሚ ሽኮር ከይዱ ከም ሓቀኛ ተማጓታይ ከም ገለ ሓፍሓፍ ኢሉ ኦይ እዚ ደኣ ደሓንታ ኣካውንተይ ጥራሕ ሃበኒ ኣይሂባኒ ኢሉ ዘይምለሰሊ ኣነ ዘረባይ ደኒ ዶኩሜንት ኣለዎ ንብረተይ ኣነ ልዕሊ ሓሙሽተ ሽዱሽተ ዩትዩብ ብዙሕ ግዜ ተሰሪቕኒ ብዙሕ ግዜ ሰብ ብዙሕ ብዙሕ ብዙሕ ጥልመት ስለ ዘጋጠመኒ ኣካውንተይ ምለሰለይ ዝወደይ ዝሓወይ ሕጂ ኣፈሚሰካ ይኣኽለካ ምስ በልክዎ ተባኢሱ ገንጨርጨር ገንጨርጨር ኢሉ ወፂ እቲ ቆልዓ ከይዱ ክህባየ ዶ ገለመለ ኢሉ ጥውይውይ ኢሉ ከይዱ ካብኡ ሽዑ ህዝቢ ጊፍት ክሰድድ ጀሚሩ እታ ክሕድ ኣቢሉኒ ምስ ወፀስ ወላ እቲ ህዝቢ ከማን ሕማቕ ተሰሚዕዎ ኣብቲ ሽዑ ግዜ ጊፍት ሰዲዶም ንመጀመርያ ግዜ ዋን ሚልዮን ጊፍት

ንኽበጽሖ እግዚኣብሔር ሓግዘና ይበፅሕ እንታይ ኢና ብል ጀሚርና ኢና ዘለና ጌና ማለት እንድዕር ክሳድካ ክስተ ጌርካዮ እቲኻ ዘሎ ስለ ዘይትርኢ ዘለኻ የለኻ ድዕር ኣንቃዕሪርካ የለኻ መሰረታዊ ሕጂ ጠባይ ዲስፕሊን ናይ ስራሕ ምሕላው ጥራይ ጠባይ ኣብቲ ኔዋይ ኣብቲ ቅድም ነበርናሉ ግዜ ፍቕሪ ነይሩ፣ ምትሕልላው፣ ኣከባባር፣ ንመን ተኽብሮ፣ ሎሚ የለንኮ ቀልዓ ሎም ዲዮ ኣዛ ኣያኸ ወዲ ከዳሚት ኣይኮንካን ሰባታ ትብሃል። ሓንቲ ድርሰት መጽያ እኮ ናትካ ኣይኮነትን እያ ናይ ኩላህና ኢና ኣብዚ ገዛ ዘለና ካሜራ ኣለዎ ናቱ ኤዲት ናቱ ኣለዎ ኮስቲም ኣለዎ ኩሉ እዚኣ ናይ ኩላ እያ ወፅያ ተወዲያ ከም ዳይሬክተር ስለ ዳይሬክተር ኮ ማለት ሕጂ ኮ እንታይ ተቐይሩ ምስለካ ዳይሬክተር ማለት ኣጓዕባዕ ማለት እዩ ኣታ ሕማቕ ከይንዛረብ ይፀርፈካ ሓደ እንታይ ኢልና እዚ ደጋ ኣብ ዳሃለዎ ደሓን ኣለዎ ኣሉ ንሰርሕ ነርና በዚ ከባቢ ናይ ባቢሎን ሲ ሓንቲ ሰዓታት እንዲ መፅ ሕጂ ኣብ ሰዓት የመፅ ወረ ጉባኤ ከፍ ናበልኩስ መፅ ጢያም ጃይለ ቀጥቂጠ ኣሎ ኣቤሎ ትሰራቐ ዓርክኻ ኢሉ ዓርኪ ሰራቒ ዘይብለይ ወይ ሶሪ ናይ ዘርኣይ ድሃ ተጋጊየ ኣለኹ ይብሎ መልሓስካ ሕጂ ዳይሬክተር ማለት ከምዚ ምጉብዕባዕ ገይሮም ኣብዚ ቁሩብ ግዜ ዝስራሕ እኳ ነረ ሓደ መሰታኹም ደኹ ኸውን መሰታኹ ከምኡ የለን መልሓስ ሕማቕ መልሓስ ሕጂ እንታይ ኣብልካ ደሊ ሕፅር ከነብላ ማለት ጠባይ ንመን ትዛረቦ ኣለኻ ትፈልጣ ኣለካ

ሰኢልካ ሓደ ዓለቕቲ ደኣ እቶ ብዕራይ ጥዕም ጉርርኻን ግልምልኻን ሕጂ ከኣ እሞ መሊስካ እንዲኻ ተወድኣኒ ዘለኻ ዝኾነ ኣብ ደገ ዘሎ ራብዓይ ግንባር ወላ እቶም ናቶም ከማን ንሓመዱ ዲኹም ንእዱግ ንሓመዱ ገለ ኩልኹም ክትፈልጥዎ ኣደስ ኣብዚ ሰዓት እዚ ስራሓ እንታይ እዩ ወወሊዳ የዕብያ ንመንግስቲ ኤርትራ መሃብ ኣይምልከታን እዩ ካልእ ነገር ትወልደካ ፈፈው ኢላ ተዕብየካ ተምህረካ ከርቲታ ንመንግስቲ ትኸውን ኣደይ ከምኡ እያ ሕጂ ሓሙሽተ ቆልዑት ወሊዳ ሓሙሽቲኦም ምስ መንግስቲ ኣለና ኣሪጋ ትሰርሕ ኣላ መን ከብልዓ እንታይ ደኣ ክትገብር ኣቦይ ከምኡ እዩ ደም ብዝሕን ሽኮርያን እናጠላቐዮ ከሎ ከይፈተዎ ስራሕ ኣሎ ምክንያቱ ክነብር ኣለዎ
ከይሰራሕ እሞ ከመይ ይኽነ ሕሱራት እዮም ኣታ እዚኦም
ኦፋራይ ኦፊርካ እተ በሪሕኻ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሪሕኩም ትገቡ ተኻዲንኩም ሙቕ ጎይኹም ኪዱ ክንዲ ናይዘይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒ ናይዘ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ። እቲ ናይ መዓልቲ መደባትና እዚኤን ይመስላ ነይረን። ተፈቲኹሞ ላይክ ግበሩ፣ እቲ ቻናል ብምሉኡ ብጠቕላላ ተፈቲኹሞ ድማ ሰብስክራይብ ምግባርኹም ኣይትረስዑ። እስከ ቀፃሊ ብሰላም ብጥዕና ንራኸብ። እግዚኣብሄር በብለናዮ ይሓልወና። ፒስ ኣውት።